ሰላም ጥዕና ሃበለይ ከመይ ኣለኹም ከመይ ትቕንዮ ክቡራትን ፍተዋትን ተኸታተልቲ ሽደን ሪኣክተስ ዋን ኣነ እግዚኣብሔር ይመስገን ሰላም ቀኒ ኣለኹ ንስኻትኩም እውን ከምዚ ከማይ ከም እትህልው በዓል መሉእ ተስፋ እየ ክቡራትን ፍተዋትን እንኳዕ ንበዓል ልደት ናይ ጎይታና መድሓኒትና የሱስ ክርስቶስ ብሰላም ኣብጽሓና ኣብጽሓኩም ክብለኩም እደሊ። ርሑስ በዓል ልደት ንኹልኹም ኣብ መላእ ዓለም ኮንኩም ነዚ ፕሮግራም እዚ ትከታተሉ ዘለኹም ኣነ ምሳኹም ጸንሕ ሓውኩም ሽደንየ እንድሕር ደኣ ነዚ ቻናል እዚ ሓደሽቲ ኮንኩም ነዚ ቻናል ሳብስክራይብ ግበሩ ሳብስክራይብ ብምግባር ኣባላት ኩኑ ኣብዚ ቻናል እዚ ዝሰኣን ወግዒ የለን ሓቂ ፍትሒ ርትዒ ዝደሊ ኣብዚ ሽደን ሪኣክትስ ምርጭኡ ይገብር ፍትሒ ዘይደሊ ንፍትሒ ጎስዩ ክኸብር ዝደሊ ኣንጻር ፍትሒ ክንቀሳቐስ ዝደሊ ርትዒ ዘይምቾ ሓቅነት ወለዱ ደስ ዘይብሎ ዝኾነ ይኹን ሰብ ከኣ ናብዚ ቻናለይ እንተመጸ እውን ወሰኽ የብሉን ንቐጻሊ ትውልዲ እውን ቁም ነገር የብሉን ኢለ ስለ ዝሓስብ ኣጋጣሚ እንተመጽኡ እውን ምንም ትርጉም የብሉን ሳብስክራይብ ግበርለይ የብሉን ማለት እዩ ተማሂረ ቁም ነገር ሰሪሐ ንወለደይ ንስድራይ ንዓደይ እሞ ንህዝበይ ዝኾነ ነገር እስክብል ይኽእል እየ ሓደ ቫልዩ ዘለዎ ነገር ከዓ ከመሓላልፍ ይደሊ እየ ዘን እግረ መንገደይ ከዓ ምስ ሰባት ሓሳብ እንተልዩኒ ሼር ገብር እየ ዝብል ዌልካም እየ ዝብሎ ሓንጎፋይ ኢለ እየ ዝቕበሎ ማለት እዩ ርእይቶ ካብ ዝጸሓፉለይ ሰባት ስፓውሃንዲ ስፓውሃንዲ ኣርብዓን ሰለስተን ስፓው ዩጂኤምቢኤች ናትካ ዘረባ ኩሓሎ መሲለን መንቆሮ እዩ ዘረባኻ ሕጂ ምስላ ዲኻ ክኢልካ ዘለኻ ስፓዋ ሃንዲ ወይ ክኢልክስ ሓቂ እዩ ኣነስ ኩሓላይ መሲለ መንቆራ እየ እሞ ምሓረና እዩ ዝበሃል ኤኒወይስ ኩሓሎ መሲለን መንቆሮ ኢኻ ንስኻ ኢሉኒ ኣሎ ማለት እዩ ዋት ምስ ኣሜዚንግ ባይዞ ከምዚ ዓይነት ትፅቢት ኣይገበርኩን ነይረ ድሓን ድሓን ድሓን ንቐፅል ኢና ሶፊያ ያሲን ሶፊያ ሶፍያ ያሲን ሓፍተይ ማለት እዩ ኣታ ትግራዋይ ኢኻ ናይ ትግራይ ጭወዩ ዝጭወዩ ሃንግ ዝዕመጻ ማእለያ ዘየብሉ የሕዋትካ ኣብ ትግራይ ዝሞቱ ንዕኦም ድምጺ ኩን ክንዲ ትስተር ትግተር ንስኻ በላዒ የሕዋትካ እናሞቱ ንስኻ በላዒ የሕዋትካ እናሞቱ ሎቕማጽ ብገንዘብ ኣብ ዘይትፈልጦ ሓሶት ትዛረብ ሽዩጥ። ዝብል ርእይቶ ከኣ ካብዚ መጽዩኒ ኣሎ ልደት መዓልቲ ምድሪ ማለት እዩ። ኢትስ ኣሜዚንግ መደንገጺ እዩ ኣነ ንሶፍያ ሓፍተይ ዝዛረባሲ ኣብ ዘይትፈልጥዮስ እንተዘይትዛረቢ ጽቡቅ እዩ ነይሩ ብገንዘብ ሽዩጥ ኢላትኒ ማለት እዩ ኣነ ብገንዘብ ተገዚኣ ይፈልጥ ተሸይጠ ኣይፈልጥ ኣይተሸጥኩ ኣይተለወጥኩ ካብ ምሽያጥ ከኣ ድሒነ እየ ሓሳብ እዩ ዘለኒ ሕጂ ንስኺ ንሕልናኺ ኣይተሸጥክን ወይ ከኣ ንሕልናኽስ ኣይትእዘዝዮን ዘለኺ ዘይረኣኽዮ ነገር ትሕስዊ ዘይረኣኽዮ ነገር ትዛረቢ ነውሪ ምዃኑ ኢቭን ምፍላጥ ኣብዩኪ ብጣዕሚ ኣነ ተገሪመ ተደኒቐ ዘይትፈልጥዮ ሽደን ወይ ቅድሚ ሕጂ መጀመርያ ግዜ ናብዚ ቻናል እዚ መፂኺ እንድሕር ደኣ ኮይንኪ እውን ሽደን እንታይ ዓይነት ፕሮግራማት ሒዩ ዝመጽእ እንታይ እንታይ ኣለዎ ብዛዕባ ህዝብኻ ድምፂ ኣይትኸውን ትብል ኣለኺ ኣጋጣሚ ክትሓልፊ ረኺብክኒ እንተኮይን ከይፈልጥን እየ ድሓን ግን እንድሕር ደኣ ኣብዚ ቻናል ኣሊ ኮይንኪ ሓላፊት መንገዲ ተነርኪ ብኡ ሕለፊ ኣሊኺ ተመሊስኪ ተኮይንኪ ግን ነዚ ቻናል ተመሊስካ ድምፂ ኣብልዮ እሞ እንታይ ዓይነት ፕሮግራም ከም ዝሓልፈሉ ዝነበረ ክትከታተልዮ ክብረኪ እየ ዝደሊ ግን ተገሪመ እየ ተደኒቀ እየ በቲ ርእቶታትኪ ፍሉይ ርእቶ እያ ነገርክኒ ቀጸልኩልኪ ኣንታ ናይ መን ገልጣም ኢኻ ኡንታኻ እንታይ የእትይካ ናይ ኤርትራ ናይ ትግራይካ ግበር ሓሳዊ ጓሓፍ ክቕጽል እየ ከኣ እኔ ዝብል እዚኣ ሒዝካስ እንተዘይትቕጽል እያ ትሕሸካ ክቕጽል እየ ዝብል ሹም ንኸምዚ ዓይነት ጸርፊ ክትቅጽል ፈጣሪ ንባዕሉ ኣየፍቅደልካን እዩ ንምንታይ መሲልካ ሓደ ላይፍ ኮንቲኑ ዝገብር ተክሊ ዝዓቢ ቁም ነገር ንክሰርሕ እዩ ሕጂ ናትካ ቀጻልነት ክቕጽል እየ ይብል ናብ ምንታይ ዓይነት ንስኻ እንተዘይትቕጽል እዩ ዝሕሽ ዲስኮንቲኒው እንተትገብር እዩ ዝሕሸካ ከም ቁም ነገር እየ ክዛረበካ ደልየ ማለት እዩ ልደት ምድሪ ናብ ፀርፊ ክተእትወኒ ወይ ኣነ ወዳኢ ተይሉ ንኸለኹም የቐንየለይ መርየም ኑር ሕሴን ሓፍተይ ማለት እዩ ብምንታይ ደኣ ህዝብና ርእሱ ወድኒኑ ስንኩላት ዘይገደፉ ኣርካናት ተቓሊሶም ዝኣተዉ ዘይገደፉ ህዝቢ ክደሃል ርእሱ ከየልዕል ከይሓትት ዘይገበርዎ ግፍዒ የለን መይሮን ልሕቲት ሰማይን ምድርን ኣላጊቡ ዃሓሕል ድሁል ለባም ለባም ዘረባ እንዳቀያየረ ህዝቢ ከደናግር ዘለናዮ ፋሕ ኢልና ኣብ ዓለም መንእሰያትና ምንባር ጨኒቅዎም ክንጣዓስ ኢና ድሁል ፍርሓት ረቢ ደይብሉ ኢላትና ኣላ ማለት እዩ ድሁል እዩ ንሜሮን እዩ ከኣ እዚ ጉዳይ እዚ ማለት እዩ እወ ፈራሕ እዩ ኦፍኮርስ ፈራሕ እዩ ኣነ ግን ብጣዕሚ ዘናድደንስ ኣብቲ ውሽጢ ዓዲ ዘለዉ እንተፈሪሖም ህይወት መፍርሒት ክትከውን ትኽእል እያ ምናልባት ስድራ መፍርሒ ክኸውን ይኽእል እዩ ዋት ኤቨር ሜሮን ግን ክላኻበጥ እምበር ምንም ዝተርፎ ነገር ኣይምነበሮን ነይሩ ግን ከም ዕድል ኮይኑ ኣንፎርችኔትሊ ንሱ እውን ካብቶም ዝፈርሑ እዩ እሞ ናብ ናይ ሎማዓንቲ ቪድዮ ሒዘኩም እንተሰጊረኸ መርየመይ ብጣዕሚ ይቐኒየለይ ክብረት ይሃበለይ ንኹልኹም ሰማዕቲ ብጣዕሚ ብጣዕሚ የቀንየለይ ክብለኩም እየ ዝደሊ ብጣዕሚ እዩ ከዓ ደስ ዝብለኒ ማለት እዩ ትገብርዎ ዘለኹም ርእቶታት ፕሮግራማት ብምልኦም ኩሎም ፅቡቃት ርእቶታት እዮም እሞ የቀንየለይ ናብ ናይ ሎማዓንቲ ቪድዮ ሒዘኩም ክሰግር ሕራይ እስኪ እቲ ቀዳማይ ቪድዮ እንታይ መሲሉኩም? ክቡራትን ፍትዋትን ኣሕዋት ካብ ፀጉርን ፍልጠትን ናፃ ዝኾነት ርእሲ ትብሎ ዘላ ስምዕዋ ኢየሱስ ህግደፍ እዩ ማለት እዩ ይብሉ ኣለዉ። ለብዘበን ስተረና ፈሊኻ ውቓዕ ዝብሃል ግዜ እዚ እዩ። ስተረና ንብሎ ኣለና ንፈጣሪ ስምዕዎ። እንታይ ኮይነሲ ናይ ኢየሱስ ኣማኒ ክኾን ኣይክእልን ዋይ። ትግራይ ምስ መኖር ትፈልጥ።
ሐራይ ኣብ ትግራይ ውሽጢ ክትነብር ድሌት ኣለካ ድዩ ተባሂሉ ዝተሓተተ ታሪኩ ጋንጋሲ። ድሽታጊነ ኣዳም ወንድሜ ዝብለና ሓውና ማለት እዩ ታሪኩ ጋንጋሲ ከም ዝፍለጥ ወይ ከዓ ከም ዘይትፈልጥዎ ቅድሚ ሕጂ ኣብቲ ፅንኩሮ እዋን ኣብቲ ሓቂ ምዝራብ ነውሪ እዩ ሓራም እዩ ተባሂሉ ዝፅዋዓሉ ዝነበረ እዋን ሓቀኛ ኮይኑ ዝተረኽበ ማለት ነዚ ህዝብና ሲ ሞት ኣይግብኦን ኣታ ነውሪ እዩ ዝበለ ሰብ እዩ ሕጂ ኣብ ትግራይ እዩ ዘሎ ዝተፈላለዩ ስራሕቲ ይኸይድ ይመፅእ ይመላለስ እንድዩ በቃ ብጣዕሚ እዩ ደስ ዝብለኒ እዚ ህዝቢ ይብሉ ታሕጎሱ ገሊፁ ማለት እዩ ንሕና ዋላ ብጣዕሚ ኢና ንፈትወካ ክብሩን ፍትውን ሓው እንኳዕ ንበዓል ልደት ኣብፀሓካ ታሪኩ እዩ በታ ኣብ ሰለስተ መዓልቲ ዝርባዕቲ መዓልቲ ቢልኪ ቅልጡፍ ድሓቂ እዚ ትሪእዎ ዘለኹም ግፍዕን ሓሳረ መከራን ሎማዓንቲ ንሕና ኣብ ገገዛና ኮፍ ኢልና ኣለና ምሽ ሓደ ኣይኮነን ሓደ ጥራሕ ኣይኮነን ግን ካብቶም ዝረኣናዮም ሓደ ከምዚ ዓይነት ነብሲ ኣብ ጭንቀት እያ ትርከብ እዚ ኮይንዎ ዘሎ ከኣ እንታይ እዩ እንተኢልኩም ጉድ እዩ እዚ ጉድ እዚ ኣብ ትግራይ ዝግበር ዘሎ ናይ ኤርትራውያን ጨዊኻ ኣብ ገዛ ብምዕጋት ገንዘብ ሃቡና ዝብል ኣብ ትግራይ ዝግበር ዘሎ ጉድ እዩ ኣብ ቅድሚ መንግስቲ ኣብ ቅድሚ ህዝቢ እዚ እናተገብረ መንግስቲ ነዚኣቶም ሕጊ ናይ ሕጊ ስርዓት ተኺሉ ብኣግባቡ ናይ ምሓዝ ዓቕሚ ስኢኑ ኣብዩኒ ክብል ከሎ ካብዚ ንላዕሊ ውርደት የለን ብዙሓት ሰባት ይበኽዩ ኣለዉ በዚ ጉዳይ እዚ ብጣዕሚ እውን ዘብክ እዩ ምስ ራእኹሞ ከም ትነብዑ ርግፀኛ እየ ማለት እዩ ውይ
ኣራይ ኣራይ ብርክቲ ሓብተይ ዋይ ርድእኒ በጃኺ ህይወት ዓዲ እዞም ጨወይቲ እዚኣቶም ኣብ ሕጊ ቀሪቦም ፍርዶም እንተ ዘይረኺቦምን እዚ ኣብ ትግራይ ዝግ ሓራይ ኣብ ትግራይ ዘሎ ጭውያ ኤርትራውያን ደው ይበል ዝብል ምሕፅንታ ድምፅታት እዩ ሕጂ ዝስማዕ ዘሎ ካብ ብዙሓት ሰባት። ዝግበር ዘሎ ጭውያ መግረፍቲ ስቃይ ኤርትራውያን እዩ። ዓገብ ንበሎ እዚ ኩላትና ዓገብ ክበሃል ዘለዎ ኣረሜናዊ ዝኾነ ተግባር እዩ። እሶም ዓዶም እዪም ዋላ ንዓ ኣሳ ከማን። እዞም ክልተ ኣሕዋት ከኣ ሕጂ ናብ ዓዶም ክምለሱ ናብታ ዝዓበዩላ ብዙሓት ሰባት ከኣ እንታይ ክብሉ ጽሒፎም ኣብ ሪኢቶ። ግዝኣት ዝለመደ መግዛእቲ ዝለመደ ጭቆና ዝለመደ ባርነት ዝለመደ ካሊእ መማረፂ ዘሎ መሲሉ ስለ ዘይስምዖም እዩ እምበር ኣብ ዓዲ ኣየመሓሾምን ኣይሕሾምን እዩ ናብ ኤርትራ ክምለሱ ኣይሕሾምን እዩ ዝበሉ ሰባት ብዙሓት ኣለዉ ዌል ሰይድ ኤንድ ዌልዳን ገለገለ ሰባት ከዓ ክምለሱ እዩ ዝግብኦም ምክንያቱ ማንነት ማለት ስምዒት ማለት እዩ እንታይ ከም ዝስምዖም ከዓ ባዕሎም እዮም ዝፈልጡ እቲ ዝስምዖም እዮም መሪፆም ዝበሉ ከዓ ኣለዉ ከመይ ትርእይዎም ግን እስኪ ንስማዓዮ ክምለሱ ድዮም። ክትመጽእ ትኽእል እያ ማለት እዩ።
ሰላም ከም ዘላ ብተግባር ዘረጋገጸ ነገር እዩ። እነ ጌታቸው ረዳ። ኣብዚኣ ዘላ ማሕጎማ ፍልይቲ እያ። ንብልፅግና እንተይተቐበሉ እናሃለዉ በዓል ፕረዚዳንት ጌታቸው ረዳ ነበር ህፃናት እዮም ነይሮም ሕጂ እዮም ዝዓብዩ ዘለዉ ዝብል ማሕጎማ እዩ። ድሮ ድሮ ልጅ እያሉ አዲስ አበባ የሚሰራውን ስራ ብልጭልጭ ነው ይሉ ነበር። ኢየሱስ ክርስቶስ ኣብ ትግራውነት። ሓራይ በሉ ክቡራትን ፍቱዋትን ሕጂ ከኣ ነቶም ጉዳያት ኣስፍሕ ኣዕሙቅ ኣቢልና ንዘረባ ዘረባ የምጽኦ ንሓመድ ድጉሪ የውጽኦ እዩ ንሕና ከኣ ብዘረባ ጌርና ዘረባ እናፈጠርና ኣብቲ ናይ ሎማዓንቲ ቪድዮ ዘሎ ፕሮግራም ኢና ከነቅርብ ማለት እዩ ቀጺልና ኣለና
ተረዲኻ ኣብ ትግርኛ ሃገራውነት ኣይኣምን መፅ ኢልካ ዶ ተኣምን ምስ መፂሲ ንስሌና ኢሉ ተሰቂሉ ገለ ኢልካ ተኣምን ዶ
ኣነ ሃገራዊ ትግርኛ እየ ኖኖ ተኣምን እንዴ ተኣምንን ኣነ ኣብ ክርስቶስ ኣይኣምንን
ተረዲኻ ኣነ ኣግኣዚ ኩሉ ድዩ ዘይኣምን ዋላስ ማለት ማሰልጢ ኣግኣዝያን ዝበሃል ንዘይኣምን ኣንሕና እኮ ሕብረተሰብናሲ ሕብረተሰብናሲ እዚ ኦሪታዊ ክብሪ ሒዙ እዩ ኣነ ሕዚ ከም ኣማኒኤል ኢየሱስ ክርስቶስ ኣይቕበሎን ይብለካ ኣለኹ ምክንያቱ ኣብ ንስኻ ብውልቅኻ እኮ ትግራይ ኮይነሲ ናይ ኢየሱስ ኣማኒ ክኾን ኣይክእል
እንታይ እዩ ዝበለ ሓዋዊስካ ግደፈይ ትቕሓም ደይለካ ነይረ ሓዋዊስካ ኮካን ቡናን መን ሓዋዊስካ ሰተይሉካ ሕጂ ብሓደ ግዜ ኮፍ ኢልካ ትሓድር ኣብ መወዳእታ ሰብ ተፅምም ትኻዲስ ድሓን ግደፎ እዚ ከምዚኦም ዝበሉ ካብ ሚድያ ክስተሩ ዝግብኦም ሰባት መፂኦም እናተገተሩ ጋቢና እናሓዙ ገና ብዙሕ ከጥፉ ከም ዝኽእሉ ይርድኣኒ ኣግኣዝያን ዝበሃሉ ኣግኣዝያዊነት ዝበሃል ስነ ሓሳብ ኣሎ ኣግኣዘ ማለት ነፃ ኣውፀኣ ማለት እዩ። ካብ ምንታይ እዩ? ካብ ባርነት። ሕጂ ዝኾኑ ማሕበረሰብ እዮም ነይሮም እዞም ኣብ ኣኽሱም ዝነብሩ ከባብታት ኣብ ከባብታት ኣኽሱም ዝነበሩ ሰባት እዮም እዚ ሽም እዚ ተዋሂብዎም ባይዘወይ ክትፈልጥዎ ኢለ እየ። ድሓር ከዓ ተዋጊኦም መፂኦም። ቋንቋኦም ግእዝ ኣቢሎም ነፃ ዝወፀ ማለት እዩ። ዓዶም ሃገረ ኣግኣዚት ኣቢሎም ንባዕላቶም ከዓ ኣግኣዚያን ነፃ ዘውፅኡ፣ ነፃ መውፃእቲ ካብ ጭቆና ተባሂሎም ሽሞም ኣፀዊዖም። እዚ እቲ ታሪኽ እኮ ስቕ ኢሉ ማለት ቁራፅ ታሪኽ ዘይኮነስ እቲ ሓቀኛ ታሪኹ ብስሩ እዚ እዩ። ኣግኣዘ ማለት ከዓ ነፃ ኣውፀኣ ማለት እዩ። ሕጂ ግዒዙ እንተይልና ሓደ ሰብ ተጓዒዙ ማለት እዩ። ከምኡ ኣጉዓዘ ማለት ኣይኮነን። ኣግኣዚያን ማለት ግን ሕጂ እንታይ እዮም ኮይኖም ዘለዉ? ዘጓዕዙ። እንታይ ዓይነት ዘጓዕዙ ማለት እዩ? ናይ ሓሳብ ጓዓዝ እዚ ሓውና ሲ እንታይ ይብል ወዲ ኣግኣዚ እዩ ሃገር ኣግኣዚ እዩ ዓደ እዩ ዝብል ማለት እዩ ናይ ኣግኣዝያን ስነ ሓሳብ ኣለዎ ኢየሱስ ክርስቶስ ኢየሱስ ክርስቶስ ወዲ ናዝሬት ክብርን ምስጋናን ንዑ ይኹን እንታይ ይብሎ ኣሎ ትግራዋይነት ኣይቀበልን ትግራዋይነትስ ኣይቅበልን ሽዑ ዝነበረ እዋን ኢየሱስ ክርስቶስ ሓደ ንዓለም ንዓለም ሙሉእ እየ መፅየ እዩ ዝብል ንዓለም ሙሉእ ማለት ንዝቅበልዎን ንዘይቅበልዎን ኢንክሉዲንግ እዩ መፅኡ ዋላ ትግራዋይነት ግደፎ ብዛዕባ ትግራዋይነት እንታይ ኢልካ ተወግዕ ከም ዘለካ ይፈልጥን እየ ቅድሚ ክልተ ሽሕን ዓሰርተ ሸሞንተን ቅድሚ ክልተ ሽሕን ዓሰርተ ሸሞንተን ዓመተ ምህረት ንዝነበረ ሰብሲ ብዛዕባ ትግራዋይነት ዝበሃል ስነ ሓሳብ ስለ ዘይቅበል እየ ዘይቅበሎ ዝብል ሎጂክን ጀስቲፊኬሽን ሒዙ ዝመፀ ትውልዲ ከዓ ኣብ ዓድና ኣሎ እሞ ንሕና እንታይ ኢና ንገብር ዘለና ንሰምዖ እዚ ከምዚ ዓይነት ካብ ትሰምዕሲ እታ እዝነይስ እንታይ ትኹን እንተበልካ እታ እዝንኻ እያ ትሕተም ሶ ዋይ ተስማዓለይ እባ ትብል እሞ ተስማዕ እሞ ፀገም የብሉን ከይትብላ እታ እዝንኻ ከምዚ ዓይነት ህውተታ እያ ትሰምዕ እዚኣቶም እዮም ናይ ኣጋእዝያን ስነ ሓሳብ ዘለዎም ብስሩ እውን ኤርትራ ሃገር ክንገብራ ኢና ብኤርትራ ሃገረ መንግስቲ ሰብኡ መስሪትና ኢና ክንነብር ገለ ዝብል ማለት እዩ ድንጉር እዩ እቲ ሓሳብ እዚ ዝተደናገሮ እዩ ብስሩ ክነግረኩም ማለት እዩ ኢየሱስ ክርስቶስ ንሕና ጥራሕ ኣይኮናን ንፈልጦ ወይ ከዓ ኢትዮጵያውያን ተጋሩ ገለ ኣይኮኑ ዝፈልጥዎ ኢየሱስ ክርስቶስ ኢየሱስ ክርስቶስ ዋይድሊ ኖን ብዓለም ምሉእ ሪስፔክትድ ሊደር ኦፍ ክርስቲያኒቲ ካብ መስራት እውን ፋውንደር ፋውንዴሽን ኦፍ ክርስቲያኒቲ እዩ ሕጂ እቲ ፋውንዴሽን ሰባት ብእምነት ጉዳይ ክቕበልዎ ይኽእሉ ዘይክቕበልዎ ይኽእሉ እቶም ዘይኣምኑ እመኑ ኢልካ ኣይትፅዓኖምን ኢኻ እቶም ዝኣመኑ ከዓ ክሓዱ ኢልካ ኣብ ልዕሊኦም ዝኾነ ይኹን ዓይነት ነገር ክትወስድ ምስ ትጅምር ሽግር እዩ ዝፍጠር ብስሩ ግን ከምዚ ዓይነት ህልወሳ ኣነ ትግራዋይ ኮይነ ኢየሱስ ክርስቶስ ክቕበሎ ኣይክእልን እዚ ባይዘወይ ብሱር ዘየለ ብሱር ዘየለ ዋላ ኣብ ፖለቲካ ዘየለ ዋላ ኣብ ሃይማኖት ዘየለ እንታይ ዓይነት ፍልስፍና ኢኻ ሒዝካ መፂኻ እንተተባሂሉ ስ እንታይ እዩ ክብል እዚ ሕጂ ዝተወሰነ ናይ ኦሾ መፅሓፍ ተንብብ ኣለዋ ሓደ ሓደ ፕራክቲስ ግበረን ትበሃል ካልኣይ በቃ ሃይማኖት ወደ ሃይማኖት ዝበሃል ሃይማኖት ሪሊጅን ሪሊጅን ኢዝ ኣን ኢንስቲቱሽን ኦፍ ደሴም ቲንኪንግ ምናምን ዝገብሩ ሰባት ምናምን ብዛዕባ ሓደ ቢሊፍ ማዕረ ኣተሓሳስባ ዘለዎም ኣብኡ ገለ ዝተቐመጡ ሰባት ገለ ወዘተ ብዝብል ነገር ንሃይማኖት ዲፋይን ክትገብር ትጅምር ቢሊፍ ገለ ከምኡ የብለይ ንኣነ ገለ ዌል ዝኾነ ዝኾነ ሰዓት ከዓ ቢንግ ባግ ቲኦሪ ቢግ ባንግ ቲኦሪ ንክትኣምን ዘየፀገመሉ ሰብ ቢግ ባንግ ቲዮሪ እኮ ቅድሚ ቢግ ባንግ ቲዮሪ ግዜ የለን ኢሉ ዝኣምን ቲዮሪ እዩ ግዜ ሲ ምስ ቢግ ባንግ ሓቢሩ ዝተፈጠረ ኢሉ ይኣምን ሶ ቅድሚኡስ ማተር ዝበሃል ነገር ኣይነበረን ይብል እንታይ ደኣ ኮይኑ ሓንቲ ዝኾነት ንእሽትለይ ማተር ነራ ይብለካ ካብኡ ድሕሪ ማተር ተይኮነስ ፓርቲክል ነራ እሺ ኳንተም ፓርቲክል ከምኡ እዩ ዝበሃል ዳሕራይ ከታይ ገይራ ኤክስፓንድ ገይራ ከመይ እንዳገበረት ኤክስፓንድ ገይራ ሓያል ሙቆትን ፕሬርን ተፈጢሩ ዘን ሆት ደንስ ዝኾነ ኢንቫይሮንመንት ተፈጢሩ ሲ ፈንዲኡ ፈንዲኡስ ኤክስፓንድ ይገብር ኣሎ ብኸመይ ገርኩም ኣረጋጊፅኩም ኢልካ ተወግዖም ዓለማት ተን ጋላክሲታት ሕጂ ፋርኣወ ይኸዳ ኣለዋ ስለዚ ንሕና ኣብቲ ሴንተር ኢና ነርና ማለት እዩ ሽዑ ከምዚ ኢሉ ዝኣምን እምነት እኳ ንክትኣምን ዘየፀገመልካ ኣታ ወድኒ ኣታ ግደፉ ናብ እየ ዝኾነለ ዝ ንስኪ ቀፅል ዋይ
ኢየሱስ ክርስቶስ ኣብ ትግራውነት እያምን
ኣታወረ ደግሞ እዩ
ተረዲኻ ኣብ ትግርኛ ሃገራውነት ኣይኣምንን ክርስቶስ ኣብ ኣኮሎግዛይ ተፈጢሩ ተወሊዱ ንምባለይ ሰብ እዩ ክርስቶስ ዋሲ ፈጣር ወሬቨር ደዝ ሕጂ ናብ ካልእ ከይትወስድና እንታይ እቲ ፖይንት ዝመፅእ እዚኣ ርከር ግበረዋ ሽግረ ጉዳይ ኣይኮነ ንዓይ ከነፅረልኩም ማለት እዩ እዚ ነገር እዚ ኩርሰስ ኣብኡ ተፈጢሩ ዓለም ኣብያ ተፈጢራ ኣብቲ ኮለጉዛይ ዝበሃል ንኣምባልካ እኮ ነድንቐካ ኢና እኮ ንኣምባልካ እኮ ኣድነቕቲ ኢኻ እምበር ንቃወማ ኮይኮንድራር ኣይተእተወኒ እቲ ንፁር ክገብሮ እንተ ሓሳብ ርዳና እባ ክንዛረብ እቲ ዝብል ናይ ቀደም እዚ እኮ ቅድም ዝበልኮ እኮ እዩ ቅድሚ ክንደይ ዓመት ዝተዘረበ እኮ ዝረኹም ኤርትራውያን ቅንተኛ ስለ ዝኾንኩም እዚ እኮ ቅድሚ ሸውዓተ ሸሞንተ ዓመት ዝተዘረብኮ ዘረባ እኮ እዩ
ኣራይ በቃ ድሓን ኣነስ ሓደ ሰብ ክልተ ሰብ ጥራሕ እዮም ተጋግዮም እርማት ክህብ ኢለ እየ ጀሚረ ነይረ ድሓር እቲ ናይ ታሪክ እርማት እውን ዘዋፀ ይመስለንን ጌጋ ስፍሕ ዝበለ እዩ ኣመና ዝኸደ እዩ ኣይዶ ነው ዋቱ ሰይዱ እንታይ ክብል ከም ዘለኑ ስለ ዘይፈልጥ ብስሩ ኣይተረደእንን ማለት እዩ ፀገም ፈጢረ ዘለኹ ኣነ እየ ማለት እዩ ሓወይናተይ

ተቀይሬ እዚ ራሱ ብመጠ ደስተኛ ነኝ። ከሚያየው ፍቅርና ከሚሰጠኝ ክብር እግር ራስ መኖር ትፈልጋለህ? በጣም በጣም ምን ያህል በቃ ያው በቃ እግዚኣብሔር እስካለኝ እስከ ዕድሜ ዘመነ
ክሳብ ዝመውት ዋላ ኣብዚ ክነብር ኣነ ዋላ ሓንቲ ፀገም የብለይን ካብቲ ዝተፈጠርኩሉ ዝተወለድኩሉ ከባቢ ተበጊሰ መፅኤ ኣብዚ ምሳኻትኩም ክነብር በዓል ምሉእ ደስታ እየ። ምሉእ ባህጊ እዩ ዘለኒ። ትማሊ እዩ ልበይ ተተንኪፈ ብዙሕ ግዜ ደጋጊሙ ዘምጻኒ ዘሎ ምኽንያት ፍቕሪ እዩ። ፍቕሪ እዩ ከምዚ ጌርኒ ዘሎ። ንዓይ ንኽብሉ ሓዳሽ መኪና ካብ ባኮ ዝወጸት ማኪና ግን ብባኮ ድያ ትዕሸግ ክቡራትን ፍትዋትን ከመይ ብኮንተይነር ንብላ ሓዳሽ ኒሳን ዜሮ ዜሮ የትም ያልተነዳ ሒዞምለይ መጽኦም እዩ ብከምዚ ገይሮም እዮም ተቐቢሎም ንገለ ስለ ዝበለ ማለት እዩ ሕጂ ብጣዕሚ ኣዝዩ ዘደንቕ ፍቕሪ ከም ዘሎ ዝሕብር እዩ ማለት እዩ ድሓን ክቡርን ፍትውን ሓውና ይግባእካ እዩ ኢልና ኢና ንኸድ ኣብዚስ ፍቕሪ እዩ ዘሎ ኣብዚ ሓውና እዚስ ፍቕሪ እዩ ዘሎ ፍቕሪ እዩ ርዩ እዚ ሓውና እዚ ግን እንታይ እዩ ገይሩ ደኣ ማለት ናብዚ ፍቕሪ ርኢኹም ክተብቅዑ ከለኹም እሲ ከምዚ ዝበልኩም ሰባት ከዓ ነዚ ሓውና እዚ ብፀጋም መቐሚጥኩሞ ዘለኹም ከም በርባን ብሽፍትነት ኣብ ትግራይ ዝግበር ዘሎ ጉድ ስርቂ ሌብነት እሞ ከዓ ሓሉፍ ሓሊፉ ማለት እዩ ሰብ ጨዊኻ ገንዘብ ኣምፅእ ተዘይኮይኑ ኢልኩም ዝኩለይ መግረፍቲ ተብፅሕሉ ዘለኹም ናይ ብእውነት ናይ ብሓቂ ከመይ ዓይነት ስነ ልቡና ዘለኩም ሰባት ኢኹም እንታይ ዓይነት ድኹም ናይ ኣተሓሳስባ ድኻም ዘለኩም ትውልዲ ኢኹም ኣነ ኣይፈልጥን ግን ይሰምዓኩም ኣለኹ ረእዎ ነዚ ጉድ እዚ ርኢኹም ድምፂ ኩኑ ኣብ ዓለም ምልኢት ዘለኹም ማለት እዩ ድምፂ ኩንዎ ዝቆልዓ ሓደ ሎማዓንቲ ታሪኹ ናይዚ ሰብ እዚ ጥራሕ እዩ ዝመስል ኣነ ኣብ ትግራይ ንዘለዉ ዘለኒ ፃውዒት ክነግረኩም ዓድና ሲኦል እንዳተቐየረ ስቑኢልና ክንሪኦ የብልናን ሎማዓንቲ ኤርትራውያን ጽባሕ ባዕሎም ናብ ተጋሩ ድሕሪ ጽባሕ ኣቦኹምን ኣዴኹምን እንተይተረፈ ካብ ጓና እውን ወጺኹም ካብ ብስጋ ሓው ዘይኮነ ሰብ እውን ወጺኹም ጽባሕ ግን ሎማዓንቲ ሰብነት ሰብ ምዃን ዘይዓገተኩም ጽባሕ ድማ ሕውነት ንባዕሉ ይዓግተኩምን ኣቦኹምን ኣዴኹምን ንባዕሉ ሒዝኩም ጨቢኹም ክሳብ ገንዘብ ሃበና ትብሉ ካብ ትኾኑ ክንደይ መማረፂ ዕድል ስራሕቲ እናሃለዉ እሞ ኻዓ እዚ ናይ ሰብ ስራሕ ዘይኮነ ትሰርሑ ዘለኹም ሰባት ዋጋኹም ከቢድ እዩ ዋጋኹም ከቢድ እዩ ኣምላኽ ኣሕሊፉ ክበኩም ከሎ ናይ ሞት ናይ ሞት ሞት ከቢድ መቕፃዕቲ ከቢድ ስጉምቲ ካብ ዝውሰደኩም ኣቐዲምኩም ነዞም ከም ዝኣመሰሉ ሰባት ተትሰድዎም ፅቡቕ እዩ ነይሩ ማለት ዝበፅሕ ዘሎ መከራ ተሪኢኹሞ ከዓ

ዋይርድኒ ርድኒ ብርክቲ ሓፍቲ ህይወት ዓድጊ ህይወት ዓድጊ ብርክቲ ሓፍቲ ሰላም እዚ ፍሉይ እዩ እሞ ንሕናሲ እሞ ንሕናስ ከም ህዝቢ ከም ህዝቢ ኩሉ ስራሕ እዚ ሰሪሕናዮ እኳ እንተዘይበልና ከም ህዝቢ ንከምዚ ዓይነት ስራሕ ክንቃለስ ዓቕሚ ስለ ዘይረኸብና ከም ህዝቢ ንከምዚ ዓይነት ስራሕ ክነወግዝ ልቡናን ኣእምሮን እንተዘይሃልዩናን ድፍረትን ቆራፅነትን እንተዘይሃልዩናስ ኣባናስ ሓዊ እንተዘኒቡ ኣባናስ ሰማይ ኣይህ እንተዘኒቡ እሳት እንተዘኒቡሲ ኮይና ኢና መከራ ወሪድና ኢና ክንብል ኣባናስ ኣንበጣ እንተመፅኡስ ኣንበጣ መፅኡና እንታይ ጌርናካ ኢና ፈጣራ እንታ ኣብ እንታይ መከራኻ ኢና ውዒልና ኢና ክንብል ንምንታይ እዞም ከምዚ ዝገብሩ ዘለዉ ደቂ ዝኾነ ሰብ ምዃኖም ፍሉጥ እዩ ሰብ ደደቁ ተተቋፃፂሩ መንግስቲ ሕድሕድ ውላድ እንታይ ስራሕ ኣለዎ ኣብ ምንታይ ይውዕል እንድሕር ፈሊጥዎ ካብ ከምዚ ዓይነት ስራሕ ፍሒት ዝብል ስድሪ ንባዕሉ ፍሒት ዝብለሉ ኣይምተረኸበን ዋና ዝግበር ዘሎ ግን ኮነ ዝተባህለ ዝተቃናጀወ ነንባዕሉ ብኣግባቡ ዝተዋደደ ናይ ወንጀል ስራሕቲ ይስርሑ ስለ ዘለዉ እዩ ካብቲ ጥዑይን ሕማቕን ምፍላይ ኣብዎ ዘሎ እቲ ትውልዲ እዚ ስለዚ ኣነ ዝብለኩም ክቡራትን ፍትዋትን ኣሕዋት እዚ ጉዳይ እዚ ጉዳይ ሞት፣ ጉዳይ ህይወት፣ ጉዳይ ነብሲ እዩ። ጉዳይ ወዲ መን ጉዳይ ካብ መን ዝበሃል ኣይኮነን እዚ ብስሩ እዚ ዕሽነት እዚ ካብ ብገኑ ካብ ብጋንኡ ከምዚ ጌርና እንተርኢናዮ ልደት ምድሪ ዋዜማ ምድሪ ዘዛርበኒ ዘሎ ኣነ ሓደ ንእግረ መንገዲ ዝሰርሖ ዘለኹ ተግባር እዚ ንባዕሉ ቅዱስ ተግባር ስለ ዝኾነ ካብዚ ንላዕሊ ቅዱስ ስለ ዘየለ ህይወት ካብ ምቕፃል ንላዕሊ ዝኾነ ይኹን ዓይነት ቅድስና ስለ ዘየለን ህይወት ንክትቅፅል እንተኮይና ድማ ከምዚ ዓይነት ስራሕ እንዳሰራሕና ህይወትና ቅፅል ስለ ዘይክእል ህይወትና ካብ ዝገትኡን ህይወት ካልኦት ካብ ዝገትኡን ስራሕቲ ንክንቁጠብ እዩ ፃውዒተይ ማለት እዩ ብዙሓት ሰባት ከዓ ዘወገዝዎን ዓገብ ዝበልዎም ጉዳይ እዩ ብልኡኻት ኣቢላ ህወሓት ትገብሮ ዘላ ጉድ እዩ። ገበን እዩ እዮም ዝብሉ ዘለዉ ጀነራላት ኣቢሉ ዝገብሮ ዘሎ ገበን እዩ። ኣብ ከምዚ ዓይነት ስራሕ ተዋፊሮም ዘለዉ ናይ ፀጥታ ሰብ ሞያታት እንተዘይህሉ ወይ ከዓ ሓለፍቲ እንተዘይህልው ሲ ከምዚ ዓይነት ሽግር ክፍጠር ከሎ ፍሒሮም ኣብ ኣፍንጫ ድሙ ዘሎ ነገር እውን ከምፅኑ ይኽእሉ ነይሮም እዮም። እንታይ ኮይኖም እዮም ከምዚ ዝገብሩ ዘለዉ ኢሉ ሰብ ይናደድ እዩ ዘሎ ነዛ ቪድዮ ክሳብ መወዳእታ ስምዋ ከምኡ እውን ሸር እንዳገበርና ናብ በዓል ሰልጠነ ከም በዓል ነሽነሽ ከምኡ እውን በዓል ሓውና በረኸት ናብቶም ብዙሕ ሰማዕቲ ዘለዎም ከም ትበፅሕ ግበርዋ ምልእቲ ቪድዮ ቅድሚ ሕጂ ሸሪራ ኣለኹም ኣብኣ ከድኩም ረኣይዋ ነዚ ሓው ኣነ ይፈልጥን እዩ ግን እዚ ሕጂ ኣብ ትግራይ ዝግበር ዘሎ ካብ ኩልና ዝሰሓት ነገር ኣይኮነን ኩልና ንሰምዖን ንርእዮን ዘለና ነገር እዩ ቅድሚ ሕጂ ህዝቢ ትግራይ እንዳተሰቃየ ከሎ መከራ እንዳወረዶ ከሎ ዓገብ ክንብል 24 ሰዓት ንወፅእ ነርና ሕጂ እውን እዚ ብገለ ውልቀ ሰባት ጨወይቲ ኣብ ልዕሊ መንሰያት ኤርትራ ዝወርድ ዘሎ ስቅያትን መግረፍትን ብግዚኡ መንግስቲ ኣሎ እንተኾይኑ ሓላፍነት ወሲዱ እንተዘይኮይኑ ከዓኒ ህዝቢ እቲ ከባቢ ሓላፍነት ወሲዱ ነዞም ዓመፅትን ነዞም ጨወይትን እዚኣቶም ኣብ ሕጊ ከቕርቦምን ሓላፍነት ወሲዱ ኣከባቢኡ ክቆፃፀርን ህፁፅ ፃውዒት ንግበር። ምክንያቱ እዚ እንድሕር ደኣ ዘይገይሩ ሕጂ ብኣግኡ ነዚ ነገር እዚ ደው እንተዘይሉን እዞም ጨወይቲ እዚኣቶም ኣብ ሕጊ ቀሪቦም ፍርዶም እንተዘይረኺቦምን ፅባሕ ንጎ ኣብ መንጎ እዚ ክልተ ህዝቢ ዝወርድ ሓደገኛ ዝኾነ ናይ ግርጭትን ደም ምፍሳስን ናይ ሕነ ምፍዳይን ነገራት የስዕብ ስለዝኾነ ዝኾነ እንታይ ከመሓላልፍ ደልየ መስለኩም ሕጂ እዚ ኣብ ትግራይ ዝግበር ዘሎ ጭውያ መግረፍቲ ስቓይ ኤርትራውያን እዩ ንውሕ ዝበለ ግዜ ጌርና ካብ ንዛረበሉ ማለት እዩ ሓደራኹም ክንብል ቀኒና ብዙሕ ሰብ እውን ገሊኡ ብኣሉታ ይጥምቶ ገሊኡ ከምዚ ካልእ ይሪኦ ማለት እዩ እሱ ግን ናይ ብሓቂ ሓደገኛ ስለ ዝኸውን ንኹላትና ስለ ዘላኻኽመና ስለ ጽቡቕ ዘይኮነ ኢና ዓገብ ንብሎ ማለት እዩ ምክንያቱ ገለ ውሑዳት ክርብሑ ልኽእሉ እዮም ሰበ ስልጣናት ይኹኑ ውልቀ ሰባት ይኹኑ ክርብሑ ልኽእሉ እዮም እዚ ግን እንዳነውሐ ምስ ከደ ነቲ ህዝቢ ኣብ ሓደጋ ዘእቱ ሓደገኛ ጉዕዞ እዩ። ስለዚ ጠጠው ክብል ክኽእል ኣለዎ። ኩሎም እዞም ሕጂ ሰባት ዘሳቅዩ ዘለዉ ሰባት ዝሸጡ ዘለዉ ሕጂ ዓገብ ተዘይልናዮም ጽባሕ ንግሆ ጉድኣት ኢዩ ክበዝሕ ማለት ኢዩ ግን ሓደራኹም ኩሎም ንፈልጦም ተጋሩ ይኹኑ ኤርትራውያን ይኹኑ ኣብ ስራሕ ዝተዋፊሮም ሰብ ዘሳቅዩ ዘለዉ ነቃልዓዮም ንሓብር እ ነውጽኣዮም ኣይንሕብኣዮም ኣይንፈልጦ ኢና ክንብል ኣይንኽእል ኢና ዝኹሉ ዝግበር ዘሎ ኣእላፍ ኣሽሓት ሰባት ኣሽሓት እናኸፈሉ ብባንክን ብኻልእን ዝሓልፍ ዘሎ ኣይንፈልጦ ኢና ክበሃል ኣይከኣልን። ዓገብ ንበሎ እዚ ኩላትና ዓገብ ክበሃል ዘለዎ ኣረሜናዊ ድኹም። ሐራይ ዝተፈላለዩ ስራሕቲ ይስርሑ እዮም ካብቶም ዝተፈላለዩ ስራሕቲ ዝስርሑ ሓደ ነዚ ከምዚ ዓይነት ስራሕ ዝውዕል ናይ ምትሕልላፍ ገንዘብ ኦዲት ዝገብር ባንኪ እዩ ክፈልጥ ክኽእል ኣለዎ ናብ መን እዩ ዝኣቱ ዘሎ ከምዚ ዓይነት ገንዘብ መን እዩ ዝቆፃፀሮ ዘሎ? መን ከ እዩ ንመን እንዳሕለፈ ሰባት ዝህብ ዘሎስ ንምፍላጥ ብጣዕሚ ቀሊል እዩ። ሎሚ ሲስተም ኣብ ዝመልኦ ዓለም ታይ ዓይነት ስራሕ ሰሪሖም ትገንዘብ ላኣኹልና ይብሉ ኣለዉ። ሕጂ ኣነ ካሊእ ነቲ ቆልዓ ከምፃሉ ጣጣ ስለ ዘይደለኹ ድሓን እቲ ንዛረቦም መዓልቲ ገይረ ክዛረበኩም እየ። እቲ ዝላኣኾ እሞ ይላኣኮ ወይ ይውፃእ እሞ ድሓን ንቀደም። ምክንያቱ ኣነ ብዝተዛረብክዎ ካሊእ ሕማቅ ነገር ከይህሉ ሓደ ሰብኣይ ሲ ኣባ ለትፁን ድዮም ገለ ይበሃሉ ዝኾነ ይመስለኒ እንተዘይተጋግየ እዞም ሰብኣይ ሓደ ታሪክ እዮም ሰሪሖም እቲ ዝሰርሕዎ ታሪክ ከዓ እንታይ እዩ ነይሩ መሲልኩም ሸፋቱ ዝኾነ ሰብ ዶ በዚ ሓሊፉ ኣባ ኢሎሞም እወ ኢሎሞም ንሶም ቀስ እናበሉ'ዮም ዝኸዱ፣ ሰብ ግዕ ሰጒሙ እዩ ከይዱ። ሕጂ እቶም ሸፋቱ ኣርኪቦም ቀቲሎሞ፣ እዞም ሰብኣይ ኣጋቶን እዮም ዝበሃሉ፣ ይቕረታ The Hermit of the Desert Fathers ዝበሃል ኣሎ መጽሓፍ፣ ክተንብዎ እንድሕር ደኣ ደሊኹም ኣብኡ እዮም ዝርከቡ። The Hermit of the Desert Fathers እዩ ዝብል። ናይ በረኻ ኣቦታት ናይ ብሕትውና ናብራ ዝብል መጽሓፍ እዩ ማለት እዩ። ኣብኡ እንተረኺብኩሞ ኣባ ኣጋቶን ዝበሃል ሰብኣይ ኣሎ። እዚ ታሪኽ ዝሰርሑ ማለት እዩ። ብኡ ክሓልፉ ከለዉ እቶም ሸፋቱ መንገዲ ስለ ዝጠቆምሎም ኣርኪቦም ቀቲሎሞ ነዚ ሰብኣይ ማለት እዩ። ንሶም ከኣ ነቲ ዝሞተ ረኺቦሞ ደድሕሪኦም ስዒቦም ሕጂ ብሰንከይ እኮ እዩ ሞይቱ ኣነ ብዝተዛረብክዎ እዩ እኮ ጠፊኡ ብምባል ክሳብ ዝሞቱ ንዘለኣለም ካብታ መዓልቲ ንሳ ጀሚሩ እምኒ ኣብ ኣፎም ምስ እተዉ ከይተዛረቡ ሞይቶም። ተረዲእኩም ሰብ ማለት ስኢልካ ተዛሪብካ ሱቕ ኢልካ ሸለል ኢልካ ጸገም እኮ የብሉን ኢልካ ጌርካዮ ክሳብ ክንድዚ ሓላፍነት ዝወስዱ ኣቦታት ዘዕበዩና ዘዕበይዎ ሕብረተሰብ ዘለና ኩሉ ሕጂ ዝግበር ዘሎ ነገር ኣይፈልጥን እየ ዝብል ሰብ ጽባሕ ኣብ ጓሉ ኣብ ደቁ ኣብ ሓዉ ምስ በጽሐቶ እውን ተበለ ዘድሕኖ የለን እዚ ከዓ ሲስተም ኣሎ ባንክ ኣሎ ብዙሕ ነገር ኣሎ ዝተወደበ ናይ ፖሊስ ኢንቨስቲጌሽን ተገይሩ ኣበይ እዩ እቲ ከባቢ እዚ ከምኡ ዝግበር ዘሎ ተባሂሉ ባንኪ ናብኦም ዝኣቱ ቅርሺ ንባዕሉ ተፀኒዑ መን መን እዮም ከምዚ ዝገብሩ ዘለዉ ዝብል ኣብ ቅድሚ ኩሉ ሕብረተሰብ እናረኣየ ጠጠው ኣቢልካ ክሳዶም ተዘይሓኒቕካ ቀቲልካዮም ሓኒቕካ ተዘይቀቲልካዮም ከምኡ ዝገብሩ ዘለዉ ሰባት ጽባሕ ዓዲ በኪሎም ዓዲ ኣባላሽዮም ኩላ እታ ዓድና እንዳረኣናያ ሲኦል እያ ክትቅየር እዚ ምእንቲ ኤርትራውያን ኢልካ ዝግበር ኣይኮነን ኣዋልድ ኢየሩሳሌም ምእንታይ ኣይትብከያ ምእንታኽን ብኸያ ዝበሃል እዩ እዚ ምእንታኹም ኢልኩም ክትገብርዎ ዝግባእ እዩ ሓለፍቲ ምእንታና ኢልና ክንገብሮ ዝግባእ እዩ መናእሰይ ተዘይኮነ እዚ ጉዳይ እዚ ፅባሕ ታኼላ እዩ ታኼላ እዩ ኣባና ናይ ሓጢኣት ክምር እዩ ፓይል ኣፕ ኦፍ ሲን እዩ እዚ ናይ ሓጢኣት ድርብራብ ኢና ንሕና ማለት ንሓዋሩ ወለድና ደሙ እንታይ ኢና ክንብል ሕይ ንኣብነት ናይዚ ቆልዓ እዚ ሞት ደሞ ኣብ ልዕልና ኣብ ልዕሊ ደቂ ደቅና ኢና ክንብል ንሕና ከም ፈጣሪ ከም ኢየሱስ ክርስቶስ ዝገበርዎ ንሕና እኮ ኢና ንወስዶ ዘለና እቲ መከራ ሓቢርና ንጎይ ንፃድቃን ኢሉ ንሓጣን ኢሉ ዝመፀ መዓት ንፃድቃን ይተርፍ እዩ ተባሂሉ ናይ ብሓቂ የዛረብ ዘለኹ ኣነ ካብ ከምዚ ዓይነት ጉዳያት ኢድኩም ሰሓቡ ሰባት ሰሪሕኹም ብልዑ ጥዕና እንተለኩም ሰሪሕኩም ብልዑ ጥዕና እንተዘይብልኩም ንዘለዎም ወላ ሓቲትኩም ብልዑ ናይ ስራሕ ዕድል መንግስቲ ክፈጥር ክኽእል ኣለዎ ከምዚ ዝኣመሰለ ሃርኮትኮት ዝበዝሕ ኩሉ ግዜ ኣን ኣይድል ማይንድ እዚ ወርክሾፕ ኦፍ ዴቪል ይበሃል ስራሕ ዘይብሉ ኣእምሮ ወይ ከዓ ርእሲ ናይ ሰይጣን ወርክሾፕ እዩ መፃወቲ ሰይጣን እዩ ዝኸውን ሰይጣን ይጻወተሉ ዘሎ ነቲ ማሕበረሰብና ከምዚ ዓይነት ካብ ሓደ ቆልዓ እሞ ከኣ ነብሶ ጨኒእካ ክትወጽእ ኢላ ብሞት ከምዚ እንዳገበርካ ካበይ ዝመጸ ልምድን ባህርን ምዃኑ ኣይንፈልጥን እዚ ስራሕ እዚ ዝሰርሑ ብኣግባቡ ሕጂ እውን ኣብ ኢንተርቪው ዝግበሩ ዝነበሩ ከምዚ ገይረ ዝፈልጦም ኣለኒ ከምዚ ገይረ ዝፈልጦ ኣለኒ ግን ከቃልዖም የደለኹን ገለ ዝብል ነብረ ሓደ ሓውና ንሱ ንባዕሉ ከምዚኦም ዝኣመሰሉ ኤክስፕሪንስ ኤክስፕሪንስን ልምድታትን ሒዞም ካብ ዝተፈላለዩ ናይ ስዑድን የመናትን ከባቢ ዝሕውሉ ሰባት ዘሰጋግሩን ዝፀንሑ ሰባት ብምልኦም ተኣኪቦም ኣብዚ ተዘይተዳጒኖም ንሳቶም እውን መፅኦም ከምዚ ዓይነት ስራሕቲ ይሰርሑ ስለ ዘለዉ ብኣግባቡ ክሕተቱን ሓላፍነት ክወስዱን እዩ ዝግባእ ዝብል ናይ ባዕለይ ዝኾነ ርእይቶ እዩ ዘለኒ እዚ ርእይቶ እዚ ፅኑዕ ርእይቶ ኢለ ይኣምን ዝኾነ ተግባር እዩ እዚ ተግባራት እዚ ኣብ ትግራይ እዩ ዝግበር ዘሎ ክበሃል ከሎ ብጣዕሚ ከሕዝነና ይግብኦ ኩላትና ኤርትራውያን ኾን ተጋሩ ከዓኒ ነዚ ከም ዝኣመሰለ ኣረሜናዊ ዝኾነ ስራሕ ዓገብ ክንብሎ እንድሕር ደኣ ኣፍልጦ ሃሊና ከዓ ክነቃልዖ ይግብኣና እዚ ክንሪኦ ዝፀናሕና መንእሰይ ኣብ ትግራይ ተጨውዩ ብሸፋቱ ናብ ሓፍቱ ገንዘብ ሊኻ ክተውፅኦ እዩ ዝሓትት ዘሎ ልክዕ ከምቲ ኣብ ሊብያ ንሪኦ ዝነበርና ሓውል እንዳተባሃለ መንእሰይ እንዳተቐጥቀጠ ብሽምዓ ከምኡ ከዓ ብጎማ ኣንዲዶም እንዳንጠብጠብሉ ከምኡ ከዓ ብበትሪ እንዳቆጥቆጡ ሓውል ዝብልዎ ዝነበሩ ሕጂ ከዓ ብትግርኛ ሓውል ይበሃል ኣሎ ኣብ ቴሌፎን ምሳይ ሓወይ ሕራይ እሺ ዳኒኤል ተኽላይ ከኣ ነዞም ቆልዑ ኣወል ስዒድ ከራኽበኩም እየ ይብሎም ኣሎ እስከ ንስምዓዮም። ኣወል ስዒድ ካብ ኣስመራ ኣሎ ሓፍትና ናይል ናይል ሓፍትና ካብ ናይል ሚድያ ማለት እዩ ናይዝ ነዞም ኣሕዋትና ንዮናስ ሓጎስን ዓወት ተኽላይን ኣብ ሚድያ እቲ ኩሉ ጋጢሞም ዘሎ ንዓዶም ንስመራ ናብ ተወለድሉ ሃገሮም ክምለሱ ድሌት ከም ዘለዎም ምስ ሓበረትና የቐንየልና እንዳበልኩ ኣወል ሓወይ ከዓ ሕጂኻ ሰሚዕካዮ ዘለኻ ዝጉዳዮም እቲ ኩነታት ከኣ ካብታ ስምዕ መሰበልካያ ዓዶም ዋእ ክምለሱ ኣለዎም ምባልካ ብጣዕሚ ሕጒስኒ እሞ ካባኻ ክጅምር ኣወል እንታይ ትብለኒ?
ዳኒኤል ቴንኪው ንፉዓት ትገብርዎ ዘለኹም ብፍላይ ን ናይል ንፍዕቲ ትጠባባዕ ዘለዋ ሰብያ መደባታ እከታቶለ ንሳቶም ድማ ምስ ደወልካለይ ከም ዝበልኩኻ

እዚ ምንም ዓይነት ኻሊእ ትርጉም የብሉን በቃ ሰላም ከም ዘላ ብተግባር ዘረጋገጸ ነገር እዩ ኣነ ንኣወል ብስልኪ ረኺበዮ ኣሎ ኣለኹ ብጣዕሚ ደስ ይብሉኒ ኣሎ ብጣዕሚ የቕኔለይ እቶም ኣሕዋትና ድማ ክምለሱ ከለው ድማ ብደንቢ ጌርና ፓርትቱ ድማ ኣብ ኣስመራ ንሰርሓ ንኸውን ኣምላክ ተፈቒዱ እነ ጌታቸው ሐራይ ጽቡቅ ጽቡቅ ሓሳብ እዩ ጽቡቅ ሪኢቶ እዩ ጽቡቅ ወግዒ እዩ ንእግረ መንገዱ ኣብዚኦም ክልተ ቆልዑ ንዓድና ክንምለስ ኢና ዝብል ስቕ ኢልካ ሰፊሕ ጌርካ ጋኒንካ ናይ ፖለቲካ ስራሕ ንምስራሕ ዝተደለየ እኳ እንተኾነ ስቕ ኢልካ ግን ብቐሊሉ ክርእ ከሎ እቶም ቆልዑ ባህጎምን ድሌቶምን ዓድና ክንምለስ ኣለና እንተኢሎም ዓዶም ክምለሱ ክግበሩ ከም ዘለዎም ትማሊ ሓቢረ ነይረ እቲ ሓቂ ንሱ ስለ ዝኾነ ምኽንያቱ ሰብ ዝመረጾ ኣብ ዝመረጾ ዓዲ ክነብር ኣብ ዝመረጾ ቦታ ክነብር እዚ ሰብኣዊ መሰሉ እውን ጥራሕ ኣይኮነን ክኸውን ነይርዎ ፈጣሪ እውን ናይ ፍጥረት መሰሉ ዝሃቦ ንሱ እዩ ማለት እዩ ሰብኣዊ መሰል ከኣ ካብቲ ናይ ተፈጥሮ መሰል ዝተቐድሐ ስለ ዝኾነ ሰብ ኣብ ደስ ዝበሎ ቦታ ክነብር ክኽእል ኣለዎ። ኣነ ኣብኡይ ዓብየ፣ መዘናታተይ ኣብኡዮም ዘለዉ፣ ታሪኸይ ኣብኡዩ ዘሎ፣ ኣብኡየ መብዛሕትኡ ዝፈልጦ ዓካት ዝተጻወትኩሉ፣ ሽሮ ዝበላዕኩሉ ወዘተ ኣብኡየ በቃ ናይ እንዳ ኣከለ መርዓ ናይ እንዳ ኣከለ ሓዳር እናበልኩ ዝፈልጦ ንሱ እዩ ኣብዚ መፅየ እንታይ ይግበር ከም ዘሎ ኣይፈልጥን እየ ሓዱሽ ዜጋ ኮይነ ድሕሪ ሳላሳ ዓመተይ ክቕፅል ኣይክእልን ዝበለ መንእሰይ ድሕሪ ዕስራን ገለን ደቂ ዕስራን ገለን ይኸዱ እዮም ዘመናእሰይ ዓድና እንተኢሎም ወል ዓዶም እዮም ክኸዱ ዝግብኦም ናብታ ዝተመነይዎ ዓዲ ዝብል እዩ ርእቶ ነይሩኒ ማለት እዩ እቲ ዝተረፈ ዘሎ ሰላም ናብ መሊኡ ስለ ዝወረደ ገለገለ ዝብል ዓይኒ ዘውፅአ ቀራን ምጭብርባር ስለ ዝኾነ ንዓኻትኩም ኣነ ክነግረኩም ኣይደልን ምክንያቱ ንምንታይ ከምኡ ኢልካ እንድሕር ዳ ኢልኩም ሰላም መሊኡ ኣብ ዓዲ እንተወሪዱ እዞም ትሪእዎም ዘለኹም መናእሰይ ሕጂ እውን ዝሳቐዩ ዘለዉ ካበይ ድዮም ዝመፁ ዘለዉ? ሰላም ድሕረ ሊኦ ኮይኑ ኣብ ማእኸል ሰላም ሰላም ማለት እኮ ራህዋ ራህዋ ጥራሕ ዘይኮነ ብነፃነት ሓሳብ ትገልፀሉ ሓሳብካ ተንቀሳቕሰሉ እንተይተሰከፍካ ሸናዕ ኢልካ ብዘይ ስግኣት ማለት እዩ ብዘይ ስግኣት ብዘይ ዝኾነ ሓደጋሲ ትንቀሳቐሰሉ ራህዋ ሰላም ዝመልኦ ናይ መንፈስ ባህታ ዘለዎ መተሓላለፊ ቦታ ወይ ከዓ ኮሪደር ማለት እኮ እዩ ሰላም። እዚ እንተዝህሉ ሰላም እንተዝህሉ ኣብ መሬት ዝወርድ እንተዝኸውን ለመጭ ኮይንክ እምበር እዚ ሓፍተይ ናተይ እዞም ትሪኦም ዘለኽ መናእሰይ ኣይሳቐዩን ሰላም ኣብ መሬት ኣይወረደን መዓት ብኣሽሓት ዝቑፀር ዘሎ ኣብ ማዕስከራት ዝርከብ ሰብ ድምፂ ስኢኑ ኣብኡ እውን ይመውት እዩ ዘሎ ሰላም የለን ሰላም ንክህሉ እዩ ዝስራሕ ዘሎ ፅቡቅ ሓሳብ እዩ ማለት ሰላም ንክንህሉ ከምዚ ከምዚ ዓይነት ነገር ክግበር ኣለዎ ፅቡቅ እዩ እንተኾነ ከምዚ ዓይነት ዘረባታት ክትዛረቡ ከለኹ ንእግረ መንገድኹም ካሊእ እውን ከምዚ ዓይነት ሕቶታት ከም ዘሎ ሓቢርኩም ንኸይትሓቱ እታ ተመሓሒልኩም ወይ ከዓ ተቋፂርኩም ትገብርዋ ጉዳይ ኣነ ትገርመኒ እያ ንእግረ መንገዲ ክትሓተትኪ እቶም ከምዚ ኢሎም ዘሎ ብበዝሒ ከምዚ ኢሎም ዝወፁ ዘለዉ ኸ ኣብኡ እንታይ ዓይነት ትምህርቲ ትህብዎም ኣለኹም? እንታይ ዓይነት ክፍተት ከ እዩ ዘሎ? እንታይ ዓይነት ስራሕ ዕድል ከ ትፈጥርሎም ኣለኹም? ከምዚ ንኸይፍጠር ኢልክ ተትሓቲ ድማ ዝበለጸ ይኸውን ነይሩ፣ ግን ንስኺ ክትሓቲ ከም ዘይትኽእሊ ይፈልጥ እየ፣ ኣነ ዌል ሱቕ ኢለ ክዛረብ ስለ ዘለኒ እየ እምበር እንታይ ግበር በልኪ። ቀጺልና ኣለና። ረዳት፣ ድሮ ድሮ ድሮ ልጅ እያሉ ኣዲስ ኣበባ የሚሰራውን ስራ ብልጭልጭ። ቀደም ቀደም ቆልዑ እንተለዉ ኢልዎም ከም ዘለኩም ቀደም ቀደም ዘበነ ኢኒ ኢኒ ሕምባሻ እንተሎ እብኒ ዝበሃል ነይሮ ትፈልጥዎ ዶ ቀደም ቀደም ዘበነ እኒ እኒ ሕምባሻ እንተሎ እምኒ ቀደም ቀደም በዓል ጌታቸው ቆልዑ እንተለዎ ኢልዎም ኦማይ ጋድ ኣታታ ለብዘበን እኮ ከቢድ እዩ ባይዘ እሺ ነው ይሉ ነበር።
አሁን ባደጉበት ዘመን እንደዛ የሚያስቡ አይመስለኝም። ቢኮዝ ኢንፍራስትራክቸር ብልጭልጭ መሆን አይችልም።

እንታይ ይዛረብ ከም ዘሎ ሕጂ ኣነ ኣይተረድኣንን እዩ ግን ሓንቲ ነገር ተረዲኣትኒ ንሳ ከኣ እንታይ እያ ፊውዳሊዝም ዝበሃል ጉዳይሲ ክሳብ ሎሚ ተጻዒኑና እዩ ዝርከብ ብዝተፈላለየ መንገዲ እዩ ከምኡ ዓይነት ኣተሓሳስባ ኣለኒ ትብል ሓሳብ እያ ኣነ ተረዲኤሉ ብካልእ ኣበሃላ ውሕስና ምግቢ ናይ ሓደ ዓዲ እንድሕር ዳ ኣጽኒዕካ ካልኣይ ከኣ መንግስቲ ቢሮ ዓጽዩኒ ክትብል የብልካን ካብ ዘጽናዕካዮ ተበጊስካሲ ናይ ባዕልካ ዝኾነ መፍትሒ ንምቕማጥ ንሱስ ከም ዕድል ኢኻ ክትወስዶ ዝግብኣካ ዝብል ሓደ ጉዳይ ወሲደ ኣለኹ። ብዝኾነ እቲ ወግዒ ቆልዑ እንተለዉ ቀደም ዘይተረድኦም ዝነበረ እዩ ይብሎም ኣሎ። ምንም ክግበር ኣይከኣልን። ሓደ ሓደ ግዘ መሪፅካ ትገብሮ ወይ ከዓ ዘይትኽበረሉ ዓይነት ቦታታት ንክትርከብ ብጣዕሚ መፀገማይ ነገር እዩ። ሓቂ ክነግረኩም እንታይ ይብል ነይሩ ሓደ ኣዶልፍ ሂትለር ዝመሰሎ ምስላ ነይሩ ተተሳዒርካ ኢሉ ተሳዒረ ኢልካ ሓሳብካ ስዕረትካ ንክትኣምን ኣብ ተሰዓርካሉ ቦታ ክትርከብ ብሱር ክትረአ የብልካን ተሲዕርካ ድማ ስዒረ ኢልካ ክትዛረብ የብልካን ምዝራብ የለካን ማለት እዩ ቪክትሪ ኢዝ ላውደር ዳን ወርድስ ማለት እዩ በቃ ተተዓዊትካ ሲ ተዓወት እዩ ፅቡቕ ማለት እዩ ባዕሉ ይዛረብ እዩ ማለት እንዲ ሕጂ ኣብዚ ጉዳይ እዚ እንታይ እዩ ዝርዳእኒ ዘሎ ኩሉ ግዜ ጌታቸው ረዳ ይዛረብ ሓሳባት የመንጩ ኣብይ ድማ ንእሽለይ ተኽ የብሎ ሕጂ ኮን ኣብ ትኸዶ ነገር የብልካን መማረፂ ሓሳብ እኮ የብልካን ኦሬዲ ኣብዚ ኢኻ ኣለኻ ገለ እንዳበለ እዮም ከምኡ ኣያ እታ ዘረብኦም እታ ዘርዎ ወል ኣነ ንሳ ተረድኤ እታ ዝተረዳእኹ እየ ዝዛረብ ክቡራት ወፍትዋት ተኸታተልቲ ናይ ሎማዓንቲ ቪድዮ ነዚ ይመስል እሞኸ መጺኻለይ ዶ እንዳበልና ማለት እዩ ኣውድኣመት ርሑስ ኣውድኣመት ክኾነልኩም ናይ ጽባሕ ማለት እዩ ርሑስ በዓል ልደት በዓል ልደት ናይ ጎይታና መድሓኒትና የሱስ ክርስቶስ ወዲ ናዝሬት ማለት እዩ ኣብ ቤተልሄም ትማሊ ተወሊዱ እሞ በዓል ልደት ክኽበር ተሎ ከኣ ብዙሕ ሰብ ንዝጸገሞ እንዳተሓላለኻ ዝኾነ ዘዝዓኣምኻ ነንእሽትለይ ምስ ሓውካ ማለት እዩ ተኻፊልካ ንኽትነብር እዩ ፈጣሪ ዝእዝዝ ከምኡ እንዳገበርና ንውዓል ኣንቱም ካብ ሕማቕ ሓሳብ ካብ ሕማቕ ስራሕ ተዋፊርኩም ዘለኹም ሰባት ከኣ ካብቲ ትሓስብዎ ዘለኹም ሓሳብ ሰይጣናዊ መንፈስ ፈጣሪ ንኸውጽኹም ጸሎት እንዳገበርና ማለት እዩ ርሑስ በዓል ክኾነልኩም እንዳተመነኹ ልዋም ቅነ ቻው ዳሕና ቀንዩ እታ ጉድላይ Goodlight ዳሕና ሕደሩ እታ ኣሕዋተይ ማለት እዩ።